ክንደይ ዓመታት ሰሪሕና ዘምጻእናዮ ገንዘብ ኣብ ውሽጢ ውሑዳት ኣዋርሕ ወይ ድማ ዓመታት ገንዘብና ህልም ይብል ናበይ ከም ዝኸደ ኣይንፈልጥን why ምኽንያቱ ኩሉ ግዜ ኣጠፋፍኣ ገንዘብ ስለ ዘይንፈልጥ ናይ ሎሚ መደብና ከመይ ጌርካ ኮምፕሊትሊ ክትገዝኦም ዘይብልካ ኣትሊስት እቲ ባንክ ናትካ ዚሮ ባላንስ ክገድፈኻ ስለ ዝኽላ so Let's go ቀዳመይቲ ሓድሽ መኪና ከይትገዝእ ኩሉ ግዜ ሾው ኦፍ ንኻልኦት ሰባት ብምርኣይ ዝነበረካ ገንዘብን ኩሉን ኣነ መኪና ኣለኒ ገንዘብ ኣለኒ ብምባል ዝነበረካ ኩሉ ገንዘብ ኣብ መኪና ተጥፍኦ እንተኾይንካ እቲ ዝዓበየ ጌጋ እዩ እዚ ድማ እቲ ዝዓበየ ነጥቢ ዚሮ ባላንስ ኣብ ባንኪ ክህልወና ትገብረና ቀዳመይቲ ነጥቢ እያ ኩሉ ግዜ ሓድሽ መኪና ዝበሃል ከይትገዝእ ናይ ግድን ሞደል ካልኣይ ሰከንድ ሃን ክኾን ከሎ እቲ ዝበለጸ ዩ ክትገዝኦ ከለኻ ከኣ ኣብቲ መወዳእታ ኣዋርሕ ወርሒ ዓሰርተ ሓደ ወርሒ ዓሰርተ ክልተ ክኾን ከሎ እቲ ዝሓሰረ ኸውን ካልኣይ ከኣ እቲ ዝበለጸ ነገር ቅድሚ ሰለስተ ኣርባዕተ ዓመታት ብዕስራ ሽሕ ዝገዝእዎ ሎሚ ብዓሰርተ ሽሕ ክገዝእዎ ክሸጥዎ ክኽእሉ ወይ ድማ ብሓሙሽተ ሽሕ ክሸጥዎ ክኽእሉ ካብዚኦም ክትረክብ ከለኻ ዝበለጸ ማሽን ስለዝኾነ ናይ ግድን ሓድሽ መኪና ዝባሃል ነቨር ኤቨር ከይትገዝእ። ካልኣይቲ ኦንላይን ፕሮግራም ሎሚ መብዛሕቲኡ ሰብ ሶሻል ሚድያ እንዳተጠቀመ ከሎ ኣብ መንጎ ኣድቨርታይዝ እንተዝብል መጽእ ከመይ ጌርካ ቀልጢፍካ ሃብቲ ከመይ ጌርካ ተጥሪ ከመይ ጌርካ ቀልጢፍካ ሃብታም ትኸውን ገንዘብ ትሕብ ዝብል ኣድቨርታይዝ ዝመጸካ እዩ no way እዚ ከምዝታት ከይትኣቱ ኩሉ ግዜ ከምዝኣመሰለ ነገራት ስካመርስ ገንዘብካ ክትህቦ እሞ ገንዘብካ ሂብካ ድማ ወላሓንቲ ከይተማሃርካሉ ትተርፍ ኩሉ ግዜ ድማ ቀልጢፍካ ዝመጽእ ሃብቲ የለን ቤቢ ስቴፕ ቀስ ኢልካ ስቴፕ ባይ ስቴፕ ትኸደሉ መንገዲ እዩ እቲ ዝበለጸን እቲ ዝመቸእን ስለዚ ኣብዚ ናይ ኦንላይን ፕሮግራም ንረኽቦ ኩሉ ግዜ no way ክንኣትዎ ከምዘይንኽእል because you are the smart ሳልሰይቲ ወርሓዊ ንኸፍሎ ኣብ ቲቪ of course ይርዳኣኒ እዩ መዓረ ክንደይ ኣገዳሲ ነው ድማ ተፈታውን ኣብ ገዛ ምዃኑ ቲቪ ይርደኣኒ እዩ ግን እቲ ዝበለጸ ነገር ግዜን ገንዘብን ክንከስብ እንድሕር ደኣ ኮይና እቲ ዝበለጸ ነገር ቲቪ ዘይምህላው ኩሉ ግዜ ሎሚ ኦፍ ኮርስ ኢንተርነት ስለ ዘሎ ዩቲብ ኣሎ ወይ ድማ ካልእ ዝተፈላለየ ዌብሳይት ስለ ዘሎ ብጥርሑ ክትርእየሉ ቀሊሉ ኮይኑ ዘሎ ግን ገንዘብካ ትኸፍለሉ ወርሓዊ እንድሕር ደኣ ኮይኑ ኣብ ቲቪ ወይ ድማ ኣብ ኔትፍሊክስ ወይ ድማ ኣማዞን ፕራይም ወይ ድማ ካልኦት ካልኦት ዝተፈላለየ ዓይነት ዌብሳይት ወርሓዊ ኣብ ቲቪ ትኽፍለሉ እንድሕር ደኣ ኮይንካ No way No way You are the smart so እቲ ዝበለጸ ነገር ቲቪ ዘይምህላው ኣብ ክንዲ ንኸፍለሉ ወርሓዊ ቲቪ ዘይምህላው ኣብዕይቲ ሓድሽ ገዛ ዘይምግዛእ of course ይርድኣኒ እዩ እቲ ዝበለጸ ነገር ምስ ስድራቤትካን ኣሕዋትካን ደቅኻን ኮንካ ትነብረሉ ገዛ እቲ ዝበለጸ ነገር ይርድኣኒ እዩ ግን ብዓውዲ ፋይናንሻሊ ክትሪኡ ከለኻ ግን እቲ ዝዓበየ ውድቀት እዩ ኩሉ ግዜ እቲ ዝነበረካ ገንዘብ ኣብቲ ገዛ ተጥፍኦ እንተኮይንካ እቲ ገዛ እቲ ገንዘብ ካበይ ይምፃእ no way ክመፅእ ኣይክእልን እዩ unless ግን እንታይ ክትገብር ኣለካ ኣብ ክንዲ ንስካ ትነብረሉ ነቲ ገዛ ገዛ ግዛ ግን ኣብ ክንዲ ንስካ ትነብረሉ ንኻልኦት ሰባት ኣምጽእ እሞ ንዕኦም ኣካርዮም። ወርሓዊ ድዩ ወይ ድማ ዓመታዊ እኹል ዝኾነ ኣታዊ ክህልወካ እዩ። ንስኻ እንዳደቀስካ ገንዘብካ ይመጸልካ ኣሎ ወርሓዊ ማለት እዩ። ግን ኩሉ ግዜ ንስኻ እቲ ዝገዛእካዮ ገዛ ባዕላኻ ትነብረሉ እንተኾይንካ ግን ኣታዊ ካበይ ይምጻእ? ኣትሊስት ንስኻ ምስ ኣብ ካልእ ገዛ ተኻረ ንስኻ ገንዘብካ ድማ ወርሓዊ ክመጸልካ እዩ። ግን ከምዚ ናትካ ናይ ባዕላኻ ምስ ስድራቤትካ ኮፍ ትብለሉ እንተኾይንካ ግን። ገንዘብካ ጠፊኡ ኣሎ። ሓምሸትን ናይ መወዳእታን ቪድዮ ጌምስ ሎሚ መብዛሕትኡ ሰብ ግዚኡ ዘጥፍኦ ዘሎ ኣብ ቪድዮ ጌምስ እዩ። ንስኻ ኩሉ ግዜ ገንዘብ ትረኽበሉ እንተኾይንካ ኢትስ ኦኬ ስራሕ እዩ ድማ ገንዘብ ኣታዊ ኣለካ ግን ኩሉ ግዜ ንዑ ዘይ ግዜ መሕለፊ ኢልካ ትገዝኦሉ ወይ ድማ ግዜ መሕለፊ ኢልካ ትጻወቶ እንተኾይንካ ግን እቲ ዝዓበየ ጌጋ እዩ ስለዚ ኩሉ ግዜ እቲ ገንዘብና ኣብ ቪድዮ ጌምስ ካብ ነጥፎ ዝኾነ ኣትሊስት ዝኾነ ነገር ንክንመሃር ኣብኡ ኢንቨስት ንግበር ወይ ድማ ፍሬሽ ክገብረና ዝኽእል ወይ ኩዕሶ መፅወቲ ወይ ድማ ስዊሚን ምግባር ዝበለፀ ኸውን ምክንያቱ ቪድዮ ጌምስ እቲ ዝዓበየ ግዜ ዝወስደልናን ከምኡ እውን ዝበዝሐ ገንዘብ ኣብኡ ኢንቨስት ከም ንገብር ስለ ዝገብረና ሶ ቪድዮ ጌምስ ከይንገዝእ ኣንለስ ገንዘብ ኣታዊ ዘምጸልና ክከውን ኣለዎ። ኣይ ሆፕ ድስላትኩም ትኮኑ እዛ ቪድዮ ቴንኪይ ሶ ማች ብትቡና ዘለኩም ሪኢቶታት ሓሳባት ምትብባዕ ብልቢ ከየመስገናኩም ክንሓልፍ ኣይንደልና ከም ወትሩ ፕሊስ እቲ ንስኩም ትህቡና ሪኢቶታት ሓሳባት ከምኡ ውን እቲ ንስኩም ብሳብስክራይብ ላይክ ሼር ትህቡና እቲ ዝበለጸ ነገር ከምኡ ውን ብሓድሽ ኣርእስቲ ብሓድሽ ቪድዮ ብሓድሽ ሓይሊ ብሓድሽ ኮንተንት ክንመጽእ ስለ ንክእል ናትኩም ሓገዝ ኣይፈለየና thank you so much ከምኡ ውን ነቶም ካልኦት ዘይፈልጡ ኣሕዋታን ኣሕዋትና ከመይ ጌሮም ሴቭ ዝገዝኡዎን ዘይገዝኡዎን ብሓደ ኮይና ክንፈልጥ እቲ ዳይሬክሽን ማይንድሰትና ድማ እንዳ ቀየርና ሰላም ዘለዎ ሂወት ክንመርሕ ፕሊስ ናትኩም ሓገዝ ኣይፈለየና ከም ወትሩ ፕሊስ ሳብስክራይብ ላይክ ሼር እናግበርኩም ከተተባብዑና so ናይ ሎሚ ስለ በዚ ነሩ ብካልእ ክሳብ ንራኸብ ሰላም ንዓኹም ፒስ